በሃር ስነጥበባዊ በረኸት መንግስትኣብ ኣብ መበል ሰማንያን ትሽዓተን ዓመቱ ሎሚ ንግሆ ኣብ ኣስመራ ከም ዝዓረፈ ተገሊጹ። እቲ። ዝትክኡኻ ብግብሪ ርኢኻ ምሕላፍ ካብዚ ዓለም ካብዚ ዝበልጽ ሂወት የለን። ሎሚ ልቢ ሃገርና ኤርትራ ብሓዘን ተሴሩ፣ ስነጥበብና ድማ ሓደ ካብቶም ዝደመቑ ከዋኽብቲ ስኢኑ ኣሎ። እቲ ንነፍሲ ወከፍ ኤርትራዊ ብዜምኡ ዘስተንፍስ፣ ንባህልና ብክራሩ ዘፍለጠን ዘንቀሐን ንታሪኽና ድማ ብቓላቱ ዝሰነደ ዝነበረ ዓቢ ጋሻ ንጉስ ሙዚቃ ዶክተር በረኸት መንግስትኣብ ናብ ዘልኣለማዊ ዓለም ተሰናቢቱና ኣሎ። ንዶክተር በረኸት መንግስትኣብ ሓሙሽተ ሰብ'ዩ ዝብሉ ኣለዉ። ድምጻዊ፣ ዘያማይ፣ ገጣሚ፣ ሙዚቀኛ፣ ተማራማሪ፣ ታሪኸኛ ንምባል እዮም። ሓርበኛ ሃገራዊ በሃር ድምጻዊ ዶክተር በረኸት መንግስትኣብ፣ በሃር በረኸት፣ ድምጻዊ ጥራይ ኣይኮነን። ገጣሚ፣ ክራር፣ ፖለቲከኛ፣ ካድር፣ ፈላጥ ናይ ቅኔ፣ ተጋዳላይን ሓርበኛ'ዩ ነይሩ። ሰላም ሰላም ክቡራት ተኸታተልቲ ላሜክ ሪኣክሽን ኣኣብ ዘለኹሞ ሰላም ፍቕሪ ጥዕና እንዳተመነኹ ነዛ ቻነል ሓደሽቲ ዝኾንኩም ሼር ላይክ ሳብስክራይብ ከምኡውን ኮመንት ብምግባር ናይ ወትሩ ተኸታተልቲ ናይዛ ቻነል ክትኮኑ ብትሕትና እዓድመኩም ከምቲ ልሙድ ነዛ ቪድዮ ክትጅምርዋ ከለኹም ላይክ ምግባር ከይትርስዑ ሰናይ ምክትታል። ኣርማ ባህልና ዋልታ ስነጥበብና ዓለምለኻዊ ክብረትና ራህባ ዶክተር በረኸት መንግስትኣብ መበል ሰማንያን ትሽዓተን ዕድሚኡ ሎሚ ኣብ ኣስመራ ዓሪፉ።
ባር ስነጥበባዊ በረኸት መንግስትኣብ ኣብ መበል ሰማንያን ትሽዓተን ዓመቱ ሎሚ ንግሆ ኣብ ኣስመራ ከም ዝዓረፈ ተገሊጹ። እቲ ኣብ ስነጥበብ ኤርትራ ብፍሉይ ድማ ኣብ ስነጥበብ ቋንቋ ትግርኛ ልዑል ኣበርክቶ ካብ ዝገበሩ ደረፍቲ ኣብ ቅድሚት ካብ ዝስርዑ ሓደ ዝኾነ ባር ስነጥበበኛ በረኸት መንግስትኣብ በቲ ኣብ ስነጥበብ ዘበርክቶ ራህባ ወይ ራእሲ ሃገራዊ ባህሊ ከምኡ'ውን ዶክተረይት ዝብል ማዕርጋት ከም ዝተዋህቦ ይፍለጥ። ካብ ሽሕን ትሽዓተ ሚእትን ሓምሳታት ኣትሒዙ ልዕሊ ሰለስተ ሚእቲ ደርፍታት ዘፍረየ ሓደ ካብ ዓበይትን ተዘከርትን ኤርትራውያን ስነጥበበኛታት ዝኾነ በሃር ስነጥበባዊ በረኸት መንግስትኣብ ብ ሽሕን ትሽዓተ ሚእትን ሰብዓን ሓሙሽተን ናብ ሜዳ ቃልሲ ንናጽነት ኤርትራ ክስለፍ እንከሎ ኣቐዲሙ ኣብ ኣስመራን ኣዲስ ኣበባን ኣብ ቃልሲ ኣንጻር ጭኮናን መግዛእትን ዘድሃቡ ክሳብ ሕጂ ላዝኦምን መቐረቶምን ትሕዝቶኦምን ዘይሃሰሰ ዕምባባ መስከረም መለይ በረኻ ዓደይ ብትሕቲ ገዛና ሓዳስ ኤርትራ ዝብሉ ካልኦት ኣማኢት መምስ መድረኹ ዝሳነዩ ሃገራዊ፣ ማሕበራዊ፣ ባህላውን ትሕዝቶታት ዘለዎም ደርፍታት ዘፍረየ ገጣሚ ዘያሚን እዩ ነይሩ። ኣቦና ክቡር በሃር በረኸት መንግስተኣብ ካብዛ ዓለም ብሞት ተፈልዩ። ድሕሪ ናይ ሓደ ሰሙን ይኸውን ኣብ ሕክምና ኣስመራ ክከታተል ድሕሪ ምጽንሑ ኣብዛ ሎማዓንቲ ዕለት ካብዛ ዓለም ብሞት ከምዝተፈለየ ዝገልጽ ብዙሕ ዝኾነ ጽሑፋት ኣብ ዝተፈላለየ ማሕበራዊ መራኸቢታት ወጺኡ'ሎ። እዚ ድሕሪ እቲ ጽቡቕ ዕድልን ካብ ሕክምና ካብቲ ሓሚምዎ ዘሎ ድማ ብሰላም ንኽገላገል ዝሰራሕናያ ቪድዮ፣ ጌና ሓደ ሰዓት ከይመልኣ ከሎ እዩ ድማ እዚ ዜና እዚ ተዘርጊሑ ማለት እዩ። መንግስተ ሰማይ የዋርሶም ኣቦና ክቡር ዶክተር በረኸት መንግስተኣብ ኣዝዩ ብዙሕ ዝኾነ ስርሓት ኣብ ሙዚቃ ናይ ኢንዳስትሪ ሃገርና ብዙሕ ነገር ሰሪሖም እዮም ማለት እዩ። በሃር ዶክተር በረኸት መንግስተኣብ ኣብ ባህላዊ ሙዚቃ ኣፍልጦን ሰረት እምነትን ዘለዎም ክኾኑ እንከለዉ ኣብ ሙዚቃ ናይ ትግርኛ ድማ ኩዳን ስብራን ካብ ኣካይዳ ተባዕታይ ኣንበሳ ከም ዝመጸ'ዮም ብብዙሕ ግዜ ዝዛረቡ። ተባዕታይ ኣንበሳ ኣብ ግዜ ናይ ተዛነ እዋን ክሳዱ ኣቕኒዑ ጓዕለድ እናበለ ዓንጠብ ወይ ተፈይ ስለ ዘብል ኣቦታትና ኩዳዕ ረዛ ከውጽኡ እንከለዉ ክሳዶም ከም ክሳድ ኣንበሳ ኣስፍል ኣቢሎም ብምቕናዕ እዮም ዝስዕስዑ ክብል እዩ ዝዛረብ ነይሩ ብዙሕ ግዜ። ኩዳን ስብራን ትግርኛን ኣብ ባህሊ ናይ ተባዕታይ ኣንበሳ ስለ ዝመጹ ክብርታቱ ክሕሎ ኣለዎ። ከምዚ ሕጂ መንእሰያት ዝስዕስዕዎ ዘለዉ ናይ ኩብኩብታ ዝመስል የብሉን። ወይ ቁልቁል ኣፍካ እናተነቖትካ ክኸውን ከም ዘይብሉ ብብዝሒ ግዜ ዝዛረብ ዝነበረ'ዩ ማለት'ዩ። ሐራይ እምበኣር ክቡራት ተኸታተልቲ ባህር ስነጥበባዊ ኣቦና በረኸት መንግስትኣብ ቅድሚ ዕረፍቶም ዘመሓላለፍዎ መልእኽቲ ኣሎሞ ናብቲ ቪድዮ ከብለኩም።
ዝትክኡኻ ብግብሪ ርኢኻ ምሕላፍ ካብዚ ዓለም ካብዚ ዝበልጽ ሂወት የለን። ልክዕ ዝመሳሰሉን እምበኣር ተፈጢሮም ኣለዉ። ኣብቲ ዝያዳ ኣብቲ ጻዕሬ ጻዕዱን ኣበባ እዞም ኣሕዋት ክተናኽፈዎ ከለዉ ልክዕ እቲ ዘሕለፍክዎ ጻዕሪ እረኣየኒ ነይሩ ማለት እዩ። ብዘይ ጻዕሪ ብዘይ ከቢድ ጻዕሪ ዝብጻሕ ኣስካላ ዝውጻእ የለን።
ኣነ ኣብቲ ንእስነተይ ኩሉ ግዜ ዛንታ ፈቱየ ታሪክ ፈቱ ዓበይ ዓባየን ኣባሓጎይን ከኣ ነዊሕ ዕድመ ገይሮም እዮም መይቶም ዓባየ ብፍላይ ተዘንትወለይ ብዙሕ ዛንታትንእስ ከምኡ ደስ ዝብለኒ ንገርኒ እየ ዝብላ ጅግንነት ትነግረኒ ነይራ ጅግንነት

ዶክተር በረኸት መንግስተ ኣብ ኣብ ፌስቡክ ብዙሓት ጽሕፈታት ተጻሒፎም ኣለዉ እሞ ካብቶም ዝተጻሕፉ ገለ ገለ ከንብበልኩም። ሓርበኛ ዶክተር በረኸት መንግስተኣብ ኣብ መበል ሰማንያን ትሽዓተን ዕድሚኡ ሎሚ ኣብ ኣስመራ ዓሪፉ። ሓርበኛ ሃገራዊ በሃር ድምጻዊ ዶክተር በረኸት መንግስተኣብ፣ በሃር በረኸት ድምጻዊ ጥራይ ኣይኮነን፣ ገጣሚ ክራር፣ ፖለቲከኛ፣ ካድር፣ ፈላጥ ናይ ቅኔ፣ ተጋዳላይን ሓርበኛ'ዩ ነይሩ። ልዕሊ ኩሉ ድማ ንግዜን መድረኽን ብዝግባእ ኣንቢቡ ዝገጥም፣ ገጢሙ ዝዝይም መስተውዓሊ ስነ-ጥበባዊ እዩ። በሃር በረኸት ምልክት ትእምርቲ ስነ-ጥበብ ኤርትራ እዩ እንተበልኩ ኣየጋነንኩን። ድምጺ ሓፋሽ ከይጀመረት ከላ ደርፊ ናይ በዓል በረኸት ሰሚዑ እዩ ዕልቢ ዘይብሉ መንእሰይ ኤርትራ ናብ ሜዳ ኤርትራ ውሒዙ ተጋዲሉ፣ ተጋዲሉ'ውን ሃገሩ ኣምጺኡን ሃገሩ ኣውሒሱን። ደርፊ ናይ በዓል ድምጻዊ በረኸት ማዕረ ታንክን መድፍዕን ማዕረ ካላሽንን ብሬንን ተዋጊኡን ኣዋጊኡን ስለ ዝኾነ ድማ እዩ ስነጥበባዊ ስርሓት በዓል ባህር በረኸት ብዓይኒ ጸላእቲ ማዕረ ጥይት ቁንቡላን ክፍራሕ ዝነብር ጅግና በሃር ሃገር የቐንየልና ስለቲ ኩሉ ኣበርኩቶኻ ስነጥበባዊ ናሆም ኣብርሃም። ኣብ ናይ ፌስቡክ ገጹ ከምዝጸሓፎ፣ ንዶክተር በረኸት መንግስተኣብ ሓሙሽተ ሰብ እዩ ዝብሉ ኣለዉ። ድምጻዊ፣ ዘያማይ፣ ገጣሚ፣ ሙዚቀኛ፣ ተማራማሪ፣ ታሪኸኛ ንምባል እዮም። ኣነ ግን ከምቶም ዜማታቱን ግጥምታቱን ለቂሖም ስሙ ንምጽሓፍ ፈሪሖም ናይ ህዝቢ ዝበልዎ በረኸት ህዝቢ እዩ። ካብቶም ናይ ዕድመ ወለድ እንዳኸፈልኩ መዋእል ክነብሮም ዝበህጎም ህዝቢ ሓደ እዩ። ታሪኽካ ዜማታትካ ሓወልቲ ኮይኑ ኣብ ልቢ ኩሉና ተወቂሩ ንዘልኣለም ክነብር እዩ ሰሪሕካ ጺዕርካ ኣውሪስካና ደኺምካን ደቂካሞ ብሰላም ዕረፍ ኣቦ ትግርኛ ኣቦ ኤርትራ ካብ ስነጥበበኛ ናሆም ኣብርሃም እቲ ኮኾብ ሰማይ ወዲቑ ይበሃል ኣሎ ንጉስ ሙዚቃን ቋንቋ ትግርኛ ጎይታ ዜማን ጥበብን ኣርማ ቃልስን ጅግንነትን ምሳሌ መንነትን ሃገራውነትን በሃር ስነጥበባዊ ዶክተር በረኸት መንግስትኣብ ብሰላም ዕረፍ ኣምላኽ ኣብ ገኖቱ ይቀበልካ። ኣርማ ባህልና ዋልታ ስነጥበብና ዓለም ለኻዊ ክብረትና ራህባ ዶክተር በረኸት መንግስትኣብ ብሰላም ዕረፍ። ሎሚ ልቢ ሃገርና ኤርትራ ብሓዘን ተሴሩ ስነጥበብና ድማ ሓደ ካብቶም ዝደመቑ ከዋኽብቲ ሲኢኑ ኣሎ። እቲ ንነፍሲ ወከፍ ኤርትራዊ ብዜምኡ ዘስተንፍስ ንባህልና ብኽራሩ ዘፍለጠን ዘንቀሐን ንታሪኽና ድማ ብቓላቱ ዝሰነደ ዝነበረ ዓቢ ጋሻ ንጉስ ሙዚቃ ዶክተር በረኸት መንግስትኣብ ናብ ዘልኣለማዊ ዓለም ተሰናቢቱና ኣሎ። እዚ ዜና እዚ ንህዝቢ ኤርትራ ካብ ኩሉ ኩርናዓት ዓለም ዘሰንብድ፣ ከም ወላዲና ዝጠፍኣና ዝስማዓና ቃላት ምግላጹ ዘጸግም ዕምቆት ዘለዎ ሓዘን ዝፈጥርን እዩ። በረኸት ድምጻዊ ጥራይ ኣይነበረን፣ ንሱ ናይ ሓደ ህዝቢ ናፍቖት፣ ቃልሲ፣ ጽንዓት፣ ሓቦ፣ ኒሕ፣ ሞራል፣ ሓጎስን ሓዘንን ኣብ ውሽጢ ዜማታቱ ሓቚፉ ዘበርከተልና፣ ህያው ታሪኽ እዩ ንሱ ህዝበይ ኢሉ ንጽንዓት ህዝቡ ዝዘመረ ኣደይ ኢሉ ንርህራሄ ዝሰበኸ ዓደይ ኢሉ ድማ ንሓድነት ዘስመረ ምልክት መንነትና እዩ ንሱ ደራፋይ ጥራይ ዘይኮነስ ህይወቱ ንሓቅን ፍትሕን ሓርነትን ዝወፈየ ፖለቲካዊ ተጋዳላይ እውን እዩ ነይሩ ድምጹ ካብ ጥበብ ንላዕሊ እዩ ነይሩ ንሱ ናይ ሓርነት ድምጺ እዩ ነይሩ ዜማታቱ ንተስፋ ህዝቡ ዝጸዓነ እዩ ነይሩ ልቡ ድማ ንናጽነት ሃገሩ እዩ ዝወቅዕ ነይሩ ዶክተር በረኸት መንግስትኣብ ንጉስ ሙዚቃን ተዋጋእን መንፈስ እዩ ነይሩ። ኣብ ነፍሲ ወከፍ ኖታ፣ ኣብ ነፍሲ ወከፍ ቃል፣ ኣብ ነፍሲ ወከፍ ተግባር፣ ጥበብ ሰለማዊ ኣጽዋር ክኸውን ከም ዝኽእል ብተግባር ኣርእዩና፣ ሓያል ሓቀኛ ዘልኣለማዊ ንውሉዳት ወለዶታት ዝጓዓዝ ንቑጽሪ ዘይብሎም ልብታት ዘንቀሐ መዋእላት ዘይሓኩዎ ዓቢ ውርሻ ዘንበረ እዩ።